ካብዚ ብምቕጻል ናብ ቃል እግዚኣብሄር ክንሰግር ኢና። ሎምዓንቲ ብቓል ኣምላኽ ዘገልግለና ሓውና መሓሪ እዩ። ሓውና ናብ መድረኽ።
እንኳዕ ደሓን መጻእኹም ከመይ ቀኒኹም ከመይ ቀኒኹም ኩላትኩም ኣምላኽ መስገን ናብዚ ሕብረቱ ኣኻኺብሎም ድማ ንቓሉ ብኣምልኾ ብመዝሙር ብቓል ኣምላኽ ብኩሉ ንዕኡ ክነምልኾ ስለ ዝፈቀደልና እግዚኣብሄር ሎሚ ድማ ነመስግኖ ኣለና ክብሪ ንዕኡ ይኹን ደጊመ እንኳዕ ደሓን መጻእኹም ይብል ሓንቲ ቃል ከነብብ ካብ ቃል ኣምላኽ እሞ ብኡ ክንጽሊ ናብቲ እግዚኣብሔር ዝመደበልና ክንኣቱ ኢና ኣብ መዝሙር ሚእትን ዓስር ትሽዓተን ወዲ ሰላሳን ሸሞንተን ነቲ ናብ ፍርሃትካ ዝመርሕ ቃልካ ኣብ ባርያኻ ኣጽንዓዮ ሃሌሉያ እስኪ በዚ ቃል እዚ ንጸሊ ነቲ ናብ ባርያኻ ዝመርሕ ቃልካ ናብ ፍቓድካ ናብ ፍርሃትካ ዝመርሕ ቃልካ ናብ ባርያኻ ኣጽንዓዮ ሃሌሉያ እግዚኣብሔር ብቃሉ እዩ ናብ ፍርሓቱ ዘምጽኣና እቲ ቃሉ ናብ ፍርሓት የምጽእ እቲ ፍርሓቱ ናብ ምፍላጥ ኣምላኽ የምጽእ ሃሌሉያ እቲ ምፍላጥ ኣምላኽ ድማ ናብ ፍቅሪ የወስድ እቲ ፍቅሪ ድማ ምስ ኣምላኽ ክንመላለስ ምስ ኣምላኽ ጠቢቕና ሪሌሽንሽፕ ክንገብር ዘኽእለና ንሱ እዩ ትቃሉ ስለዚ እንዳሓሰብና እስኪ ንቃልካ እቲ ናብ ፍርሃት ዝመርሕ ቃልካ ኣብ ውሽጠይ ኣብ ልበይ ኣጽንዓዮ እስኪ ንበሎ ሃሌሉያ ጎይታ ነመስግነካ ኣለና እግዚኣብሔር ኣቦ ስኻ ቅዱስን ዓብን ኣምላኽ ተፍርህ ኣምላኽ ኢኻ እግዚኣብሔር ብዕቤትካ ዝወዳደረካ የለን እግዚኣብሔር ኣብ ኩሉ እግዚኣብሔር ንስኻ ኩሉ ፈጣሪ ልዕሊ ኩሉ ድማ ኳኒ ዝኾንካ እግዚኣብሔር እንሆ ነዚ ድማ ክንፈልጥ እግዚኣብሔር ብቓልካ እቲ ህያው ዝኾነ ቓልካ ኣብ ውሽጥና ክሰርሕ እቲ ልዑል ዝኾነ ቓልካ እቲ ናብ ፍልጠትካ ዘምጽእ ቓልካ ድማ እግዚኣብሔር ኣብ ማእኸልና ክዓዪ ሎሚ በዛ ሰዓት እዚኣ ንጽሊ ኣለና ወኣምላኽ ከምቲ ቀርኔሌዎስ ዝበሎ ንጴጥሮስ እስኪ እቲ ኣምላኽ ዝበለካ ክንሰምዕሲ ልብና ከፊትና ንጽበየካ ኣለና ከም ዝበሎ እግዚኣብሔር ኣቦ ሎሚ ድማ ልብና ከፊትና እግዚኣብሔር ነቲ ስኻ ዝመደብካልና ቃል ክንሰምዕ ነቲ ስኻ ዝመደብካልና ቃል ድማ ክንዓቁር እግዚኣብሔር ክተኽእለና ብጎይታ ብኢየሱስ ክርስቶስ ስም ንጽልለና ክብሪ ኩሉ ንዓኻ ተጠቕሊሉ ይኹን ብኩሉ ነገርን ስኻ ክበር ብኣምልኾ ስኻ ክበር ብቓልካ ስኻ ክበር ብምንቅስቓስና ስኻ ክበር ብምርዳእና ንስኻ ክበር ክብርን ምስጋና ንዓኻ ይኹን ብጎይታ ብኢየሱስ ክርስቶስ ስም ኣሜን ሃሌሉያ የሱስ ክርስቶስ ጎይታ እዩ ቅድም ጽቡቅ ነይራ ሕጂ ጽቡቅ ኣላ ኦኬ የሱስ ክርስቶስ ጎይታ እዩ ኣምላኽ መስገን ዝገርም ነገር እዩ ዞም መዘምራትና ጎይታ ባርኮም ነቲ ሕዝዮ ዝመጻኹ ቃል ብመዝሙር ክነምልኾ ጸኒሕና ብዛዕባ ፍርሃት ኣምላኽ ዝብል ቃል እዩ ኣብ ውሽጢ ሒዘ መጽ ብፍርሃትካ ብዕቤትካ ተፈሪህካ ትነብር እንዳበልና ድማ ክነምልኾ ፀኒሕና ሕጂ ድማ ብቓሉ እቲ ፍርሓት ኣምላኽ እንታይ ምዃኑ ክንርኢ ኢና ሃሌሉያ ንሎሚ ፍርሓት ኣምላኽ ዝብል ቃል ንሓዝክዎ ንዕኡ መረድእ ዝኸውን ናብ መፅሓፍ ኢዮብ ክወስደኩም እየ መፅሓፍ ኢዮብ ኣርእስተይ ንኣምላኽ ምፍራሕ ንኣምላኽ ምፍራሕ ወይ ድማ ፍርሃት ኣምላኽ እቲ ኣምላኽ ክንደልዮ ክንፈርሖ ዝደልየና ፍርሓት እንታይ ዓይነት ፍርሃት እዩ ፍርሃት ኣምላኽ መፅሓፍ ቅዱስና ብብዝሕ እዩ ዝዛረብ እቶም ንኣምላኽ ዝፈርሕዎስ ይብል ኣብ መዝሙር ዳዊት 74 34 መልኣኽ እግዚኣብሄርሲ ኣብ ዙርያ እቶም ዝፈርሕዎ ይሰፍር ምስፋር ፐርማነንትሊ ማለት እዩ የሰፍር ሲ ሓንሳብ ምፅእ ይብሎም ኣይኮነን ይሰፍር ኣብ ውሽጦም ምስኦም ይሰፍር ይነብር ካብ ኩሉ ክፍኦ ከዓ የናግፎም ሃሌሉያ ፍርሃት እግዚኣብሔር መፅሓፍ ቅዱስ ብብዙሕ እዩ ዝገልፀና ንኣምላኽ ፍርህዎ ጳውሎስ ከምኡ ኢሉ ኣሎ ብራዕድን ብፍርሃትን ምድሓና ፈፅም ፍርሃት ኣምላኽ እሞ ንኣምላኽ ከመይ ኢልና ኢና ንፈርሖ? ስለምንታይ ኢናኸ ንፈርሖ? ንኣምላኽሲ ስለምንታይ ኢና ንፈርሖ? ሓደ ፍርሓት ክበሃል ከሎሲ ምስ ፍቕሪ ኣምላኽ ምስ ክብሪ ኣምላኽ እዩ ዝተኣሳሰር። ስለዚ ንኣምላኽ እቲ ምፍርሕና እቲ ሃቐናና ምፍራሕናሲ እንታይ እዩ ዝድርኸና ንኣምላኽ ክንፈርሖ? እንታይ ስለ ዝደለና ኢና ንኣምላኽ ንፈርሖ? እግዚኣብሄር ከ እሱ እቲ ንሕና ክንፈርሖ ዝደልዮ ፍርሓት እንታይ ዓይነት ፍርሓት እዩ ክፈርሓና ክንፈርሖ ዝደሊ እግዚኣብሄር ቃል ኣምላኽ ኣብ መፅሓፍ እዮብ ከምዚ ዝብል መፅሓፍ እዮብ መቸም ኩላትና ከም ንፈልጦ ብዛዕባ መከራ እዮብ ዝዛረብ እዩ ዝመስለና ምክንያቱ እዮብ ዝበዝሐ ቦታ ስለ ዝሕዝ ከምኡ እዩ ዝመስል መፅሓፍ እዮብ ግን ብዛዕባ ክብሪ ኣምላኽ ብዛዕባ መንነት ኣምላኽ ብዛዕባ ፖሊሲ ኣምላኽ ብዛዕባ ዕላማ ኣምላኽ እዩ ዝዛረብ ብዛዕባ ፅድቂ ብዛዕባ መከራ ጥራሕ ዘይኮነስ እቲ ዝዓበየ ኣብ መፅሓፍ እዮብ ካቨር ኮይኑ ዘሎ ብዛዕባ ክብሪ ኣምላኽ ፖሊሲ ኣምላኽ ኣምላኽ ሲ ንዓለም ከመይ ገይሩ እዩ ዘመሓድራ ንሕና ዘይርዳእና ብዙሕ ነገር ኣሎ ኣምላኽ ነዛ ዓለም እዚኣ ፈጢሩ ከመሓድራ ከሎስ ብኸመይ መንገ እቲ ሕልኽላኽ እቲ ኮምፕሌክሲቲ ኣብዛ ዓለም ንሪኦ ኩሉ ከመይ ገይሩ እዩ ዘመሓድሮ እዚሲ እቲ ፖሊሲ ናቱስ እንታይ እዩ ናብ ህዝቡ ነዚ እያ ትገልጽ መጽሓፍ እዮብ መጽሓፍ እዮብ መቸም ብዙሕ ግዜ ዝወስድ እዩ ብኣጋ ዝውዳእ እውን ኣይኮነን ግን ነታ ዝሓዝናያ ኣርእስቲ ንፍርሃት ኣምላኽ ዝምልከት ንዓኣ ከም መወከሲት ክትኮነና ኢና ክንጥቀመላ መበገሲ ሓሳብና ኣብ መፅሓፍ ኢዮብ ካብ ቁፅሪ ሓደ ጀሚረ ከንብቦ እየ እሞ እታ እንድንድልናያ ዘለና ግን ኣብ ምዕራፍ ሓደ ፍቅዲ ሓደ ቁፅሪ ትሽዓተ እያ ካብ መጀመርያ ከንብቦ እየ እቶም ደቂ እቶም ሶሪ ኣብ ምድሪ እውፅ እዮብ ዝበሃል ሰብኣይ ነበረ። ንሱ ፍጹምን ቅኑዕን ንኣምላኽ ዝፈርህ ካብ ክፉእ ዝረሓቐን ሰብኣይ ነበረ። ጅምር ኮላ እታ መጽሓፍ ብዛዕባ ናይ እዮብ መንነት ትገልጸልና እያ። ቅኑዕ፣ ንኣምላኽ ዝፈርህ፣ ካብ ኩሉ ክፉእ ዝረሓቐ ሰብኣይ ነበረ። ንሱ ሸውዓተ ኣወዳት ሰለስተ ኣዋልድን ተወሊዶምሉ ነበሩ። ጥሪቱ ድማ ሸውዓተ ሽሕ በጊዕ፣ ሰለስተ ሽሕ ገመል፣ ሓሙሽተ ሚእቲ ጽምዲ ብዕራይ፣ ሓሙሽተ ሚእቲ ውላድ ኣድጊ ነበሮ። ብዙሓት ግዛኣት እውን ነበርዎ። እዚ ሰብኣይ እዚ ካብ ኩሎም ሰብ ምብራቕ ዝበልጽ ዓብዪ ነበረ ይብለና ብዛዕባ መንነቱ። እቶም ደቁ ድማ በቢተርኦም እናተዓዳደሙ ሓደ መዓልቲ ኣብ ቤት ሓደ ካልኣይ መዓልቲ ኣብ ቤት ካልእ ይምስሑ ነበሩ ነተን ሰለስተ ኣሓት ከዓ ምእንቲ ምስአን ምስኣታቶም ክበልዓ ክሰትያን ይፅውዐን ነበሩ እተን ምሳሕ ዝእከቡለን መዓልትታት ምስ ሓለፋ ከዓ እዮብ ልኢኹ ይቕድሶም ነበረ ኣንጊሁ ተንስኡ ድማ ብቁፅሪ ነፍሲ ወከፎም መስዋእቲ ምሕራ የዕርግ ነበረ እዮብ እዞም ደቀይ ምናልባሽ በዲሎም ንኣምላኽ ከዓ ብልቦም ክሒዶም ከይኮኑ ኢሉ ነበረ እሞ ኩሉ ግዜ ከምዚ ይገብር ነበረ ይብለና ሓደ መዓልቲ ግና ኹነ እቶም ደቂ ኣምላኽ መፂኦም ኣብ ቅድሚ እግዚኣብሄር ቆሙ ሰይጣን ከዓ ኣብ ማእከሎም መፀ ሽዑ እግዚኣብሄር ንሰይጣን ካበይ መፅእኻ በሎ ሰይጣን ድማ ንምድሪ ዘይርያን ተመላሊሰያን መፃእኹ ኢሉ ንእግዚኣብሄር መለሰሉ እግዚኣብሄር ከኣ ንሰይጣን ከም እዮብ ገይሩ ንኣምላኽ ዝፈርህ እታ ዝፈርህ ትብል ሓዙለይ ከም እዮብ ገይሩ ንኣምላኽ ዝፈርህን ካብ ክፉእ ዝርሕቕን ፍጹምን ቅኑዕን ሰብ ኣብ ምድሪ የልቦን ንባርያይ እዮብስ ኣስተባሂልካሉ ዶ በሎ ድሒሩ ሰይጣን እንታይ ከም ዝመሊሱ ሰይጣን ከዓ ንእግዚኣብሔር መለሰሉ በለውን እዮብ ንኣምላኽ ዝፈርሖስ ብኸምኡ ድዩ? ካብኡ ከምኡ ድዩ ማለት ብጥርሑ ድዩ? ብዘይ ወላ ሓንቲ ነገር ሱቕ ኢሉ ዝፈርሓካ ገለ ነገር ኣይገበርካሉን? ከምኡ እንተኾይኑ ንስኻ ንዕኡ ምስ ቤቱን ኣብ ዝርኡን ዘሎ ዝኩሉ ሓፂርካዮ ኣለኻን ንተግባር ኢዱ ባሪኽካዮ ጥሪቱ ድማ ንምድሪ መሊእዎ ኣሎ ግናኸ ብጥርሑ ዝፈርሓካ እንተኾይኑ ብዘይ ወላ ሓንቲ ዝገበርካሉ ዝፈርሓካ እንተኾይኑ ኣብታ ገጽካ እንተዘይክሒድካስ ኢድካ ዘርጊሕካ ዶ ንኹሉ ጥሪቶ ሃስስ ኣይትብሎን ኢሉ መለሰሉ። ክብሪ ንኣምላኽ ይኹን። ሃሌሉያ! የሱስ ክርስቶስ ጎይታ እዩ። ኣብዚ ከም ንሪኦ እግዚኣብሄር ኣብቲ ጉባኤ እዩ እግዚኣብሄር ናቱ ጉባኤ ኣለዎ ምስቶም ቅዱሳን ናቱ መልእኽቲ ክኾኑ ክእሉ ካልኦትን ክኾኑ ይኽእሉ ብዝኾነ እቲ ሰላይ ግን ኣብ መንጎ መፅዩ ፀላእ ፅድቂ ኣብ ማእኸል መፅዩ ኣቲትዎ ደው ኢሉ መፅዩ መፅሓፍ ቅዱስና ንሰይጣን እንታይ ዝብሎ ከሳሲ እዩ ዝብሎ ክሲ ክኸስስ መፅዩ እግዚኣብሄር ድማ ብዛዕባ እዮብ ፅድቂ እዮብ ኣውጁ ኣብ ቅድሚ ተን መላእኽቲ ብዛዕባ ቅድስና እዮብ ብዛዕባ ንጽህና እዮብ ብዛዕባ ንኣምላኽ ምፍርሑ እዮብ እቶም ቅድሚ ኩሎም ቅዱሳን ተዛሪቡ ምስ ኣወጀ ሰይጣን እሞ እዮብሲ ገለ ሃቐና ኣብ ውሽጡ ስለ ዘለዎ እዩ ንዓኻ ዝፈርሓካ እምበር እንድሕር ከምኡ ኮይኑ ክፍትኖ እየ ጥሪቱ ብንብረቱ ኩሉ ኣብ ኢደ ሃበኒ እሞ ክፍትኖ ኢሉ ተበጊሱ ማለት እዩ ኣብዚ ዘርእየና እንታይ እዩ ሕጂ መብዛሕትና ወላ ካብ ምርዳእና እቲ መከራ መከራ እዮብ እዩ ዝመስለና እቲ ፈተና ንኣምላኽ እዩ ተዋሂቦ እስኻ ኢሉ ማለት እዩ ፖሊስኻስ ቁናዕ ኣይኮነን ንሰባት ትህቦም ንሳቶም ከዓ ይፈርሑኻ ገለ ነገር ትገብረሎም ንዑ ደልዮም ከዓ ይፈርሑኻ ስለዚ ናይ እዮብ ሃቐና እንታይ ምዃኑ ክፍተን ኣለዎ እስኻ ኢኻ ክትፍተን ግን እዮብ ኣብቲ ፈተና ከም ካታሊስት ኮይኑ ተመሪጹ ማለት እዩ በዚ ምስ ጀመረ እዮብ ኣብ ምዕራፍ ሓደ ተርእንያ ብምሉኡ ኣብታ መወዳእታ እቲ ሰይጣን ዝሓሰቦ ነገር ኣብ ሸትኡ ስለ ዘይበፅሐ በዚ ኩሉ እዮብ ኣይበደለን ንኣምላኽ እውን ኣይነቐፎን ኢሉ ዓፅዋ ምዕራፍ ሓደ ዝገርም ምዕራፍ ሓደ መፅሓፍ ኢዮብስ ኣብ ምዕራፍ ሓደ ንምንታይ ዘይትውዳእ ንምንታይ ካልእ መከራ ተወሲኹ ንብል ኢና ንምንታይ ምክንያቱ እታ ፈተና ኢዮብስ ወፅዋ ኣብ ምዕራፍ ሓደ እንድሕር ተወዲኣ ከም ዝርድኣኒ ንኢዮብ ኢና ክነድንቆ ዋው ኢዮብስ ነቲ ፈተና ወፅዎ ብዛዕባ ኣምላኽ ኣይክንሓስብን ኢና ፈተና ክኸይድ ኣለዎ ዕላማ ኣምላኽ ክፍለጥ ተኮይኑ ብድሕሪኡ እንታይ ኣብ ንብረቱን ኣብ ማሉን ኣብ ንዋቱን እዩ ነይሩ ፈተና ኣብ ካልኣይ ምዕራፍ ክልተ እንድሕር ርኢናዮ ከዓ ኮነ ከዓ ልክዕ ከምኡ መፅኡ ኮነ ከዓ ሓደ መዓልቲ እቶም ደቂ ኣምላኽ መፂኦም ኣብ ቅድሚ እግዚኣብሔር ቆሙ ሰይጣን ድማ መፅኡ ኣብ ማእኸሎም ኣብ ቅድሚ እግዚኣብሔር ቆመ እግዚኣብሔር ድማ ንሰይጣን ካበይ መፂኻ በሎ ሰይጣን ከዓ ንእግዚኣብሔር ንምድሪ ዙይረያ ተመላሊሰያን መጻእኹ ኢሉ መለሰሉ። ሽዑ እግዚኣብሄር ንሰይጣን ከም ኢዮብ ገይሩ ንኣምላኽ ዝፈርሆ ካብ ክፉእ ዝርሕቕ ፍጹም ቅኑዕ ሰብ ኣብ ምድሪ የልቦን እሞ ንኢዮብ ባርያይ ኣስተብሃልካሉ ዶ? ልክዕ እታ መጀመርያ ምዕራፍ ሓደ ዝተዛረባ ቃል እያ ካብኣ እንታይ ተወሲኽዋ ብዘይ ምክንያት ብዘይ ምክንያት ከጥፍኡ ኣላዒልካኒ ምክንያቱ እዮብ ፀገም የብሉን እዮብ ቅኑዕ ምዃኑ ጻድቕ ምዃኑ ኣምላኽ ኣዊጅሉ እዩ ብዘይ ምኽንያት ንእዮብ ከጥፍኦ ኣላዓኢልካኒ ከንስኻስ ክሳዕ ሕጂ ከዓ ንሱ ፍጹም ኮይኑ ይኸይድ ኮይኑ ይጸንዕ ኣለዎ በሎ ሰይጣን ድማ ድሕሪ እዚ ካልእ ሓሳብ ካልእ ነገር ምእዛዝ ክውስኺ ምክንያቱ ቆርበት ኣብ ክንዲ ቆርበት፣ ሰብ ኣብ ክንዲ ህይወት ዘሎ ኩሉ ይህብ እዩ። ግናኸ ኣብ ገጽካ እንተዘይክሒድካስ ኢድካ ዘርጊሓ ደሞ ስግኡን ዓጽሙን ሃሰስ ኣይትብሎን ኢሉ መለሰሉ። እግዚኣብሄር ከኣ ንሰይጣን በል እስኪ ኺድ ኣብ ኢድካ ሂበዮ ኣለኹ ንህይወቱ ግና ተጠንቀቕ በሎ። ኣብዚ ኣብ ምዕራፍ ሓደን ኣብ ምዕራፍ ክልተን ዘሎ ፍልልይ ብዓይኒ ፈተና ክንሪኦ ኮልና እቲ ናይ ምዕራፍ ሓደ ኣብ ናብ ንዋት እዩ ነይሩ ኣብ ምዕራፍ ክልተ ግን ኣብ ህይወቱ መፅኡ እቲ መከራ ሕጂ ኣብ ህይወቱ ምስ በፅሐ እቲ ፈተነ እንዳኸበደ ምስ መፀ እቲ ሓቐና ናይ እዮብ ንኣምላኽ ምድላዩ እንታይ ምዃኑ ሰይጣን ክፈልጦ ይደሎ ድሕሪ እዚ ብዛዕባ ሰይጣን ኣይንርእን ኢና ኣብቲ መፅሓፍ እንታይ ይመስለኩም? ሰይጣን ወከልቲ ገይሩ ኣሎ። ቀዳመይቲ ወካሊት ናቱ መያ ነይራ? ሰበይቱ ልክዕ ኣብታ ምዕራፍ ክልተ ሰይጣን ወፊሩን እዮብ ክወቕዑ ብሕማም ምስ ወቕዑ እንታይ ኢላቶ ገልዒ ሒዙ ክሓከ ከምጀመረ ክሳብ ሕጂ ዶ ፍፁም ኮይንካ ክትነብር ኣለካ ንኣምላኽ ክሓዶ ሙት እዚኣ እታ መጀመርታ ዕላማ ሰይጣን ዝነበረት ብኣ ገይሩ መፅኦ ፀቕጢ ነይርዎ እዮብ ካልኣይ እቶም እዕርኽቱ እዕርኽቱ እዮብ ኩላትና ንፈልጦም ኢና በዓል ኤሊፋዝ ሚላድ እቶም ዞፋር ሰለስቲኦም ዓበይቲ ሰባት እዮም ካብተን ከባቢ ዓድታት ሲ ተፀዊዖም ጉዳይ እዮብ ሰሚዖም ከፀናንዑ ዝመፁ እዮም በዚ በዲሎም ኣይበሃሉን እዮም ምክንያቱ ኣብ ባህሊ ከምኡ እዩ ሓደ ሰብ ሓዘንተኛ እንድሕር ሽግር ኣጋጢምዎ እቶም ተዛረብቲ ሰባት እቶም ፀናናዕቲ ሰባት እቶም ከረጋግኡ ዝኽእሉ ሰባት መፅም እዮም ነቲ ዘለዎ ሓዘን ዝካፈልዎ ሸውዓተ መዓልቲ ቃል ዝበሃል ኣይዝዛረቡን ብድሕሪ ሸውዓተ መዓልቲ ክዛረቡ ጀሚሮም ሕጂ እታ ምዕራፍ እንዳኸደት እናኸደት ከይዳ ናብ ምዕራፍ ሰለስተ ምስ ረኣና እዮብ እንታይ ክገብር ጀሚሩ ነታ ዝተፈጥረላ መዓልቲ ክረግማ ጀሚሩ ድፍኢት ገርመኩም እዩ እዚ ናይ ሽዑ ዝነበረ ባህሊ እቲ ናይቶም መነቦታምያ ዝነበረ ልምዲ ብእስራኤላውያን ገይሩ ናባና እውን ይመፅእ እዩ ሃይማኖታዊ ባህሊ እዩ እዚ ኣባና እውን ኣሎ እዚ ባህሊ እዚ ኩላትና ንፈልጦ ኢና ዝኾነ ነገር እንድሕር ኣጋጢሙካ ኣንታ ኣምላኽ እንታይ የበዲለካ ኣነ ኣነስ እንታይ ገይረካ እንታይ ይበዲል እዮ እዚ ኣምላኽ ምስ ኣምላኽ ፊት ንፊት ንፋጠጥ ኢና ሓቀይ ነ ካበይ መፂ እዚ ልምዲ እዚ እንድሕልና ብኡ ገይሩ ዝመፀ እዩ ኣይርዳእናን እዩ ግን ምስ ኣምላኽ ከምዚ ቪጅዋላይዝ ገይርና ንኣምላኽ ኣብቲ ናትና ሓሳብ ኣምፅና ኮፍ ነብሎ እንታይ የበዲለ እንታይ ደ ገይረ ኣነ ከም ሰበይ ቸርች ይመላለስ ኣለኹ ከም ሰበይ ኩሉ ዝገብሮ እገብር ከም ሰበይ የገልግል እንታይ ገይረ እየ ደኣ ንዓይ ንበይነይ ክንዲ ዝመከራ እንታይ ወሪድኒ ንብል ኢና እታ መልሲ ግን ልክዕ ከምታ ንእዮብ ዝተዓገሶ ኣምላኽ ካኣ ንዓና ዕገሰና እዩ ኣብ መወዳእታ ግን መልሲ ኣለዎ መልሲ ኣለዎ እዮብ እምበዓር በዚ ይቐፂሉ ፅድቂ እዮብ ከምቲ ኣምላኽ ዝመስከረሉ ፃድቕ እዩ ኣብ ምፅዳቑ ክትዕ የብልናን እቲ ጸገም ኣበይ መጺኡ? እዮብ እንዳጸንሐ እቶም መሓዙቱ እቶም ኣዕሩኽቱ እንዳደፍዎ እንዳደፍዎ ምስ ከዱ ርድኢቶም ንሶም እንታይ እዩ? እዮብ ንስኻ ንኣምላኽ በዲልካዮ ኢኻ ንኣምላኽሲ በዲልካዮ ኢኻ ስለዚ ተነሳሕ እቲ ዝነበረካኻ ሪስቶር ግበሮ ምለሶ እቲ ኣምላኽ ዝሕደገካ ምክንያቱ ንኣምላኽ ስለ ዝበደልካዮ የሕዲግካ ኣለዎ ሓጢኣት ፈፂምካ ኣለካ ኢሎሞ ሰለስቲኦም ሓደ ዓይነት ኮም ርድኢት እዩ ዘለዎም እቲ ራብዓይ እቲ ኤልሁት ንእሽተይ መንእሰይ ንሱ ሓሳቡ ፍልይ ዝበለ ነገር ኣለዎ ንሱ ከዓ እንታይ ዝብል እዮብሲ ንነፍስኻ ፃድቕ ምግባርካ እዚ ንባዕሉስ ሓጢኣት እዩ ንነፍስኻስ ከም ጻድቕ ትሓስብ ኣለኻ ጻድቀ ምባልካ ንባዕሉ ሓጢኣት ብካልእ መንገዲ ኢኻ ንዑ መፅዎ ንሳቶም ግን እቲ ተነሳሕ እሞ እቲ ዝጠፍአ ንብረትካ ክምለሰካ እዩ ዝብል እዩ ብዝኾነ ኮይኑ ግን ኩሎም ኣርባዕት እዮም እንተርእናዮም ኣብቲ ሰለስተ ሳይክል በብናቶም በብዝመስሎም እናተዘራርቡ ስጋብ ሰላሳን ኣርባዕተን ሰላሳን ሸውዓተን ንእዮብ ኩሉ ነገራቱ ፋሕ ከም ዝብል ገይሮሞ እዮብ እዚ ሓሳብ እዚ ኣውሪዱ ኣውሪዱ ኣውሪዱ ኣውሪዱ እንታይ ክብል ጀሚሩ ሽዑ ንኣምላኽ ዓሚፅኒ ዓማፂ እዩ ኣምላኽ ኣነ ኣነ ፃድቅ እየ ኣነ ንፁህ እየ ኣነ ንፁህ እየ ምክንያቱ ዝገበርኮ ነገር የብለይን ዝበዲለ እንተኮይነ ከዓ ምስ ኣምላኽ ክምዘን ኣብ ፊት ኣምላኽ ኮፍ ኢለ ክቀርብ እየ ኣምላኽ ዓሚፅኒ ኣሎ ኣምላኽ ዓማጺ እዩ ኣብዚ መደምደምታ በፂሑ ኣምላኽ መሊስሉ ዶ ኣይመለሰሉን ምክንያቱ መፅሓፍ መፅሓፍ ኣምላኽ ስለ ዝኾነ ክብሪ ኣምላኽ ስለ ዝኾነት መፅሓፍ እዮ ስዩት ዕምቆት ናይ መፅሓፍ እዮ ብኣጋ ክትርድኦ ዘይትኽእል ፍፁም ተኣሳሰረ ነገር ኣለዎ ምክንያቱ ክተንብቦ ከለካ ከምኡ ኢሉ ክዛረብ ከሎ ዋኣታ ክንደይ ክደፍር እዩ ትብል ኢኻ መልእኽቲ ግን ኣለዎ በዚ ቀፂሉ ድሕሪኡ ኣብ ምዕራፍ ሰላሳን ሸሞንተን ምስ በጻሕና ተርእናዮ ኣምላኽ ክዛረብ ጀሚሩ ክሳብ ሰላሳን ሸሞንተን ግን ኣምላኽ ንምንታይ ተዓጊስዎ ንእዮብ ወይ እውን ኣብ ምዕራፍ ክልተ ንሰይጣን ሕጂ እዮብ እቲ ዝበልካዮ ፈተና ኩሉ ወዲእዎ እዩ ፍጹም ከዓ ኮይኑ እዩ ሕለፍ ይኣኽለካ ዘይበሎ ኣብቲ ህዝቢ መፅሓፍ እዮም ድሕር ርኢና ኣብቲ ልምዲ ናይቲ ሕብረተሰብ ናይ ሽዑ ዝነበረ እቲ ህዝቢ ዝለመዶ ልምዲ ኣለዎ እዚ ናይ ግሬት ሲምባዮሲስ ዝብልዎ ዝለመዶ እቶም ጣኦታት ናቶም እቲ ድሌት ናይቲ ህዝቢ በቲ ድሌቶም እዮም ዝኸዱ ነቶም ጣኦታት ይህብዎም እሞ ይስውኡሎም እሞ ወይ ከከም ዓቕሞም ይሂብዎም እቶም ጣዖታ ናቶም እቶም ኣማልኽቶም ድማ መልሲ ናቶም ይሕልዎም ይከናኸንዎም እሱዩቲ እምነቶም ስለዚ ሃብ ክትወሃብ ዝብል ናይቲ ህዝቢ ናይ ሽዑ ዝነበረ ህዝቢ ርድኢት ኣሎ እግዚኣብሄር ኣምላኽ ግን ከምኡ ኣይኮነን እሱ ይኮነን እቲ ኣምላኽ ናይ እዮብ እዚ ከዓ ክፍለጥ ስለ ዘለዎ እዮብ ከዓ በዚ ነገር እዚ ክሓልፍ ግድን እዩ ሓደ ነገር ክንሕንዞ ዘለና ኩላትና ኣብ ሽግር ንኣቱ ኢና ኩላትና ኣብ ፈተና ንኣቱ ኢና ምስ እዮብ ዝፈልየና ነገር እንታይ ወላ ሓንቲ የለን ፃድቅ እዩ ተባሂሉ ንሕና እውን ብየሱስ ክርስቶስ ፀዲቅና ኢና ኣብ መከራ ክመፃና ነገራት ግልብጥ ክብል ከሎ ግን እግዚኣብሄር ኣብ ህይወቱ ከይትትንክፎ ዝበለ እዮብ ኣብ ህይወተይን ኣብ ህይወትኩምን ከዓ ከይትትንክፎ ዝብል እቲ ሕጊት መንፈስ ብየሱስ ክርስቶስ ዝበዞ ኣብኡ ሓፁር ኣለና ነዚ ከዓ መልኣኽ እግዚኣብሄር ናብቶም ዝሓድርዎ ናብቶም ዝፈርዎ ይሓድር ካብ ኩሉ ከዓ የናግፎም ከለላ ሓፁር ኮይኑ ዕርዲ ኮይኑ ይኽልክለልካ እስኻ ጥራሕ ንኣምላኽ ብኸመይ ትፈርሖ ኣለኻ ትፍርሓት ናትናሲ ንእግዚኣብሄርሲ ሓደ ነገር ደሊና ድና ንፈርሖ ወይስ እንታይ ስለ ዝኾነ እዩ ኣምላኽ ኣምላኽ ስለ ዝኾነ እዩ ኣምላኽ ኣምላኽነቱ ጥራሕ እዩ እንታይ ኢልዎን ኣብ ሚክያስ ኣብ ሚክያስ ብዛዕባ እስራኤላውያንስ ከምኡ ዓይነት ርድኢት እናበዝሖም ምስ ከደ እንታይ ኢልዎ ኣታ ሰብ እግዚኣብሔር እግዚኣብሔር ኣምላካስ ኩሉ ሰናይ ዘበለ ኣፍለጠካ ፅቡቅ ክትገብር ምሕረት ክትፈቱ ምስ ሰብ ማለት እዩ ሰብ ንሰብ ምስ ኣምላኽ ድማ ብትሕትና ክትመላለስ እታ ትሕትና ትብል ፍርሃት ኣምላኽ ትብል ፍርሃት ኣምላኽ ክትመላለስ እዚ እንተዘይኮይኑ እግዚኣብሔር ካባኻ ዝደልዮ ሲ ወላ ሓንቲ የለን። ከምቲ ናይቶም ሕብረተሰብ እዮብ ዝነበሩ እንተ ሂብካዮ ስለ ዝሃብካዮ እዩ ዝህበካ ዘሎ ኢሉ ሰይጣን ዝፈተኖ ህዝቢ ከምኡ ኣይኮንኩን ኣነ እግዚኣብሄር ዝብ ዘሎ ምክንያቱ እስራኤላውያን ካብቲ ከባቢ ስለ ዝወፁ የፅርዮም እዩ ዘሎ ካብዚ እግዚኣብሄር ካባኻ ዝደልዮ ሲ ወላ ሓንቲ ነገር የለን ካባና ዝደልዮ እግዚኣብሄር ኣሎ ድዩ የለን ዮሃንስ ሓደ ዓሰርተ ሽዱሽተ እንታይ ድዩ ዝብል ዓለም ንኩላ ወዱ የሱስ ክርስቶስ ክሳብ ክንዲዚ ኣፍቀራ ወዱ ክሳብ ዝህበናስ ክሳብ ክንዲዚ ኣፍቀራ እንታይ እዩ ፍቕሪ እሱ ዘፍቀረና እሱ ዝፈተወና እሱ ባዕሉ ዝሓረየና ኣምላኽ ሲ ወዱ ዝኸፈለ ኣምላኽ ንሕና ንህቦ ንውስኸሉን የለን እቲ ምኽሪ ሰይጣን እዚ እምበዓል መፅሓፍ እዮብ ብዛዕባ ክብሪ ኣምላኽ ዝበሃል ንሱ ኣብ 38 ምስ መፀ እዮብ ምዕራፍ 38

ሽዑ እግዚኣብሄር ንእዮብ ካብ ህቦብላ ንፋስ ከምዚ ኢሉ መለሰሉ፣ ብዘይ ፍልጠት ብምዝራቡ ንምኽረይ ዘጸልምቶ መን እዩ? ከም ሰብኣይ ኮይንካ ሕቖኻ ተዓጠቕ፣ ኣነ ክጥይቐካ ንስኻ ውን መልሰለይ እንዳበለ እቲ ዓለም ከመይ ገይሩ ከም ዝፈጠራ ነቲ ንእዮብ ዘይርድኦ ንዓና እውን ዘይርድኣና ዋላ ንእዮብ እዚ ኣየንበቦን ንሕና እንዳንበብናያ ነዚ ከማን ኣይርዳኣናን እዩ ተዋሂብና ከሎ ኣይርዳኣናን እዩ ጥበብ ኣምላኽ እዩ ሓደ ነገር ክንከውን ከለና ንምንታይ ኢና መፅሓፍ እዮብ ንዓና ኣብና ኣፕላይ ክንገብሮ ከለና ሲ ሓደ ነገር ከገጥመና ከሎ ኩሉ እዛ ዓለም እዚኣ ውድቕቲ ዓለም እያ ብምሉ ኣብ ውዱቕ ዓለም ዘሎ ካብቲ ውዱቕ ዓለም ክትንከፍ ንቡር እዩ ሓደ ነገር ክንከውን ከለና ትኽ ኢልና ና- ኣ- ተ- ብተሓዋኽ ናብ ኣ- ጉዳይና ናብ ኣምላኽ ዋ ንምንታይ እዚ ከምዚ ኮይኑ ንምንታይ ንምንታይ ትብል መጽሓፍ ኢዮብ ንዑ እያ ፕሩፍ ትገብሮ ንምንታይ ዝብል ንኣምላኽ መልሲ ኣየሁበናን እዩ መጽሓፍ ኢዮብ ካብ መክ- ናይ መከራ መጽሓፍቲ ኮይኑ ንዓና ካብ መከራ ኣየድሕነናን እዩ እቲ መከራ ኣሎ እቲ ፈተነ ኣሎ እቲ ሽግር ክመጽእ እዩ ኣሎ ኩሉ ግዜ ኣብዛ ውዱቕ ዓለም ስለ ዘለኻ ብክርስቶስ የሱስ ዝኣመና ብመንፈስ ኣምላኽ ብሓጹር ኣምላኽ ዝተሓጸርካ ንምንታይ ዝብል ሕቶ ንዓና ኣየድልየናን እዩ ንምንታይ ንምንታይ ዘይነድልየና እቲ መልሲ ባዕሉ እቲ መንፈስ ክርስቶስ ምሳኻ ስለ ዘሎ ባዕሉ ይምልሶ ንሕና ብክርስቶስ ዝደሓና እዮብ ምድሓኑ ጥራሕ እዩ ዝፈልጥ ንሕና ግን እቲ ሬቨሌሽን ናይ ኣምላኽ ዝረኸብና ኢና መጽሓፍ ቅዱስናስ ኣብ ክልተ እዩ ዝመቕሎ ዘበን ድንቁርና ኢልዎ ኣሎ ትሕሉፍ መጽሓፍ ትሕሉፍ ግዜ ጳውሎስ ኣብ ኣቴንስ ከይዱ ክምስክረሎም ከሎ ኣብ ግብሪ ሃዋርያት 17 ተርእና ዘበን ድንቁርና ይሕለፍ ሓዲግዎ እዩ እቲ ብዘይ ፍልጠት እዛ ብዘይ ፍልጠት ትብል ዘላ እቲ ናይ ኣምላኽ ብከኣልነቱ በቲ ኩሉ ከኣልነቱ እግዚኣብሔር ዝገብሮ ፍልጠተይሲ መን እዩ እዚ ጌርካ እዚ ኣይገበርካን እዚኣ ከምዚ ኮይና እዚኣ ጎዲላ ዝብለንስ መን እዩ? መን ኢኻ እዮብ? ከምዚኣ ኢልዎ ሱቅ በል ኣነ ኣምላኽ እየ ንስኻ ሰብ ኢኻ ኩሉ እቲ ክሳብ ሰላሳን ሸውዓተን ዘሎ ተርእናያ እንተንቢብናያ ሓደ ሓደ ግዜኡ ዋላ ንዓኻ እውን ክትንትኖ ዘይትኽእል ነገራት ኣለዎ ኣነ ኣምላኽ እየ ንስኻ ግን ሰብ ኢኻ ሻራፕ ስቅ በል ጽድቂ ኣምላኽ ጽድቂ እዮብ ኣምላኽ እኮ ይፈልጦ እዩ እዮብ ጸገም የብሉን እኮ ጸገሙ እንታይ እዮብ ኣነ ጻድቕ ኮለኹስ ንምንታይ ከምዚ ተበዲለ ዋይ እንታይ የበዲለ ኣነ እንታይ የበዲለ ኣምላኽ ንምንታይ ኢኻ ኣታ ተቋማታይ ሰብ ኢልዎ ንምንታይ ትቃወመተኒ ንዓይ ንምንታይ እዚ ምስ ፍልጠት ኣምላኽ ምትእስሳር ዘይብሉ ዝመፅእ ስዒቡ ዝመፅእ ንህይወትና ከዓ እንታይ ዝገብሮ ካብቲ ፍቓድ ኣምላኽ የህድመካ ሰይጣን ነዚ ነገር እዚ ከዓ የማዕብሎ እዩ ንምንታይ ንምንታይ ንምንታይ ንምንታይ መልሲ ናትና ጥበብ ክርስቶስ ጥበብ ኣምላኽ ዝኾነ የሱስ ክርስቶስ እዩ ንምንታይ ዝብል ንዓና ብክርስቶስ ዳግም ዝተወለድና መልሲ እዮብ ኣይምልሰልናን እዩ እዮብ ግን ኣምላኽ በዓል መሊስሉ ኣነ ኣምላኽ እስኻ ግን ሰብ ኢኻ ቀፂሉ 38 39 ምስ ወደአ እግዚኣብሄር ኣብ ኣርባዓ ዘገርም ነገራት ኣለዋ ኣብኡ ሰን ክንሪአን ኢና ኣብ ኣርባዓ ምዕራፍ ኣርባዓ ማለት እዩ ካብ ምዕራፍ ኣርብዓ ፍቕደ ሸሞንተ ተሪእናያ እብ ርእስኻ ምእንቲ ክተጽድቕሲ ንፍርደይ ከንቱ ክትገብሮ ንዓይከ ክትኩንነኒ ትደልሎ ኣለኻ እቲ ኩሉ እዮብ ዝብሎ ዝነበረ ኣብዚ መልሲ ኣብዚ ሕቶ ዝመፅ እዩ ንርእስኻ እንታይ ክገብር ፃድቕ ክትገብርሲ ንፍርደይ ፍርደይ ማለት ፍቃደይ ሓሳበይ ትምኽረይ ማለት እዩ ከንቱ ክትገብሮ ንዓይከ ክትኩንነንስ ትደሊ ኣለኻ ድዩ መን ኢኻ መን እየ ኣነ ኣብ ዝገጥም ዝበለ ነገር ኩሉ ኣብ ህይወትና ዝኸውን ዘበለ ነገር ኩሉ መልሱ ንምንታይ ዝብል ንምኽሪ ኣምላኽ ኣይረኽቦን እዩ ከም ናይ ኣምላኽ ዝኾነ ቅልፅም ኣለካ ዶ ሕጂ እዮብን ኣምላኽን እዮም ዝዛረቡ ዘለዉ ኣብ ነስተውዕለሉ እዚ ከምቲ ድምፂ ጌርካ ክተንጎድጉድ ኣይከኣለካን እዩ ድሒሩ ኣብ ዓሰርተ ሓሙሽተ እንተ ርኢናዮ ነቲ ምሳኻ ዝገበርክዎ ብህሞት እሞ ረኣዮ ኢሉ ጀሚሩ ነቲ ምሳኻ ዝገበርክዎ ብህሞት ትፈልጥዎ ይኹም ብህሞት እዞም ሂፖቶታሞስ ናይ ዓበይቲ እንስሳ ናይ ባሕሪ ብዕብየቱ ሲ ካብቶም ግሬት ክሬሽን ዝበሃሉ ካብኦም እዩ ንስ ምሳኻ ዝፈጠርክዎ ከማኻ ገይረ ዝገበርክዎ ንስኻ ምስ ዝገበርኩ እንሆ ድማ ሓይሉ ኣብ ሕቑኡ ብርትዑ ኣብ ጭዋደኡ ከብዱ ኣብ ጭዋዶ ከብዱ እዩ ዘሎ ንጭርኡ ከም ሊባኖስ ይዝርግሖ ጅማዊ ትሰለፉ ጽኑዕ ትትዖዩ ኣዕጽምቱ ከም ሻምብቆ ኣስራዚ እዩ ሓያል እዩ ፈሊጥካ ኣለካ ሓያል እዚ ከምኡ ነዚ ዝፈጠረ ኣምላኽ ከዓ ኣነ እየ ንሱ ንኣምላኽ ኣውራ ፍጥረት እዩ ከምቲ ንስኻ ንዓይ ባዕለየ ዝውስኸልኩም ዘለኹ ፈጣሪ ኻዓ ሴፍ እዩ ኣኽራን ሰዓር የብቁልሉ እሞ ኩለን እንስሳ መረውን ኣብኡ ይፃወታ ካና ኮነ እየ ንዓኻ እውን ከምኡ ካና ከነካ እየ እዩ ዘስምዕ ኣብ ትሕቲ ፅላል ኣዋም ኣብ ሰንሰላ ጨፈቃ እንትሓቢ ለጥ ይብል ኣእዋም የፅሎ ናይ ወሓዚ ዕቦላት ይኸብኦ ሓለዋ ናተይ ሓለዋ ኣለዎ ንዓኻ እውን ከምኡ ኣለወካ እየ ውሑዝ ብሓይሊ እንተጀርበበ እኳ ኣይሽበርን እዩ ዮርዳኖስ ክሳዕ ኣፉ እንተመልኦ እውን ህዱእ እዩ ንስኻ እውን ከምኡ ህዱእ ክትከውን ግብኣካ እዩ ትህወኽ ተሓዊካ ምሳይ ግን ክትከራኸር ጀሚርካ ከምኡ ክትከውን የብልካን እናረኣየ ዶ ይተሓዝ እዩ ናፍንጩ ኣንኩሉ ሰንቂ ዘእትዎ ኣሎ ከም መን እዩ የለን ንዓኻ እውን ኣብ ኣካላትካ ኣብ ሂወትካ መጺኡ ዝትንክፈካ የለን የወዳድሮ እዩ ዘሎ ምስ እዮብ ድሓር ኣብ ኣርባዓን ሓደን ምስ መፀ ዘገርም ነገር ኢና ንርኢ ኣብ ናይ ሌዋታን ከዓ እቲ ዝዓበየ እንስሳ ባሕሪ ከዓ ምፅኡ ንሌዋታን ብመቑሉብ ዶ ትስሕቦ ንመልሓሱ ብገመት ተኣስሮ ዶ ናብ ኣፍንጭኡ ሰንቂ ተእትወሉ ንምንጋግኡ ከ ብእሸኹ ዶ ተንኩሎ ኢኻ ኖ ኣይክእልን እየ ክብል እዮ ሓቀይ እሞ ንኣምላኽካ ከምኡ ክትገብሮ ኣይትኽእልን ኢኻ ብዙሕ ልማኖ ይልምነካ ወይስ ብጥዑም ዘረባ ዶ ይዛረበካ እዩ? ንሓዋሩ ባርያኻ ክትገብሮስ ምሳኻ ዶ ኪዳን ይኣቱ እዩ? ከም ዑፍ ወጻእቲ መጻእቲ ትገብሮ ኢኻ ወይስ ኣዋልድካ ምእንቲ ክሳቐያ ዶ ትኣስሮ ኢኻ? ነጋዶ ይነግድዎ ድዮም? ኖ ኣምላኽ እውን ከምኡ እዩ። ኣምላኽ ከምኡ እዩ፣ ኣነ ከዓ ከምኡ እየ። ኣብ መንጎ ሸቃጦ ይመቕልዎ ድዮም? ኣይኩን። ኣነ እውን ካባኻ ዝደልዮ ነገር የብለይ። እስኪ እትካ ኣብ ልዕሊ ኣንብር ነቲ ሰልፊ ክትዝክሮ እሞ መሊስካ ኣይክትደግሞን ኢኻ ከምኡ እናበለ ይኸይድ ኣብ መወዳእታ ካብ ኣፉ ፋና ይወፅእ ካብኡ ካብኡ ከዓ ቆልዒ ይህነጥር ከም ካብ ዝሓር ድስትን ቁራዕን ካብ ኣፍንጭኡ ትኪ ይወፅእ ብእስትንፋሱ ንሕሞት የንድዶ ካብ ኣፉ ከዓ ሃላልታ ይወፅእ ኣብ ክሳዶ ሓይሊ ይሓድር ኣብ ቅድሚኡ ፍርሓት ይሰራሰር ሓይሊ እግዚኣብሔር ሓይል ናቱ እዩ ዝርኢኻ እወ ኣነ ከዓ ከምኡ እየ ሽዑ እዮብ ኣብ መወዳእታ እዚ ኩሉ ብዛዕባ እዚ ናይዚ ሌዋታን ነቲ ሌዋታን ከምኡ ክትገብሮ እንተዘይክኢልካ እቲ ኣነ ንዕኡ ዝፈጠርክዎ ከመይ ኢልካ ኢኻ ምሳይ ፊት ንፊት ገጢምካስ ኣምላኽ ይጭክንን ኣምላኽ ይኹንን ኣሎ ኣምላኽ ይዕምፅ ኣሎ ኢልካ እዮብ ነዚ ኩሉ ምስ ረኣየ ደሓር ኣብ መወዳእታ ሰላሳን ክልተን ሽዑ እዮብ ንእግዚኣብሄር ከምዚ ኢሉ መለሰሉ ብለና ኩሉ ከም እትኽእልን ነቲ ዝመደብካዮ ከኣ ዝኽልክለካ ከም ዘየልቦን እፈልጥ ኣለኹ ብዘይ ፍልጠት ነቲ ምኽሪ ዘጸልምቶ መን እዩ ስለዚ ኣነ ነቲ ዘየስተውዓልክዎ ነቲ ዘየስተውዓልክዎ እንታይ እዩ ዘየስተውዓሎ እዮብ እንተኢልና ዘየስተውዓሎ ነገር ነይርዎ እዩ እዮብ ጻድቕ እዩ ኣምላኽ መስኪርሉ እዩ ጽድቁ። ዘየስተውዓሎ ነገር ግን ነይርዎ ንኣምላኽ ኣብቲ ናቱ ጉዳይ ኣምጽእ ኣቢሉሲ ምስኡ ይቋየቑ በቲ ሰባት ዝነግርዎ በቶም ሰለስተ መሓዙቱ ዝነግርዎ ገይሩስ ንኣምላኽ ኣብ ርእሱስ ቀሪፅዎ ልክዕ ከምዚ ኣምላኽሲ ሰብ ንኣምላኽ ይመስል ሰብ ንኣምላኽ እዩ ዝመስል ሓቀይ ኣምላኽ ግን ንሰብ ኣይመስል ኣምላኽ ንሰብ መስል ጌርና እንድሕር ቀሪጽናዮ ልክዕ ከምዚ ናይ እዮብ ኣተሓስባ ኢና ነምጽእ ንዛረብ ምስኡ እቲ ዝገብሮ እንታይ እንታይ በዲለካ ብሎ ነቲ ዘየስተብሃልክዎ ኢልዎ ነቲ ዘየስተብሃልክዎ እምብዛ ዘገርም ዝኾነ ዘይፈልጦ ነገር ተዛሪበ ክዛረበካ ስምዓኒ ኮታ ኣነ ክጥይቐካ ንስኸው መሃረኒ ሕጂ ኣብ መሃረኒ ተቐይሩ ናብ ምምሃር ክመሃር ምክንያቱ ኩሉ እግዚኣብሄር ነዚ ነገር እዚ ምስ ርኣዮ እግዚኣብሄር ሲ ለካ ዝፍራህ ኣምላኽ ዓብዪ ኣምላኽ ኢኻ ኣነ ዘይፈልጦ ብዛዕባኻስ ብዙሕ ነገር ነርኒ እዛ ነጥቢ እዚኣ እያ ንእግዚኣብሄር ንእዮብ ጎዲላቶ እስኪ ናብ ኣብርሃም ንምፃእ ናብ ኣብርሃም ዘፍጥረት ዕስራን ክልተን ከም ንሪኦ ኩላትና ኣብ ዓሰርተ ሓሙ ኣብርሃም ጸዲቑ እዩ ብእምነት ጸዲቑ እዩ ዝብለና ፍጥረት ዓሰርተ ሓሙሽተ ሽዱሽተ እቲ ዝተዋህቦ መብፅዓ ምስ ተቐበሎ ብእምነት ጸዲቑ ኣብ ዓሰር ሸውዓተ እንታይ ኢልዎ እግዚኣብሄር ተርእናዮ ኣብርሃም ኣብ ቅድመይ ተመላለስ ፍጹም ከዓ ኩን ምክንያቱ ኣብርሃም ዝፈርሖ ነገር ነይርዎ ማለት እዩ ፍጹም ኩን ኣነ እቲ ኩሉ ዝኽእል ኣምላኽ እየ ኣምርሃም በዚ ነገር እዚ ዓብዩ ዘገርም ነገር ኣብርሃም ምስቲ ናይ እዮብ ዘተሓሕዞ ነገር ኣለዎ ንምንታይ ዝተሓሓዝ ነገር ዘለዎ ኣብ ዕስራን ክልተን ተርኢ ናይ ኣቑሑት ምፍቅዳ ሓደ እንታይ እዩ ዝብለና ኣብ ኣሞ ንኺድ ድሕሪ እዚ ነገር ዘፍጥረት 22 ድሕሪ እዚ ነገር እዚ ከዓ ኮነ ኣምላኽ ንኣብርሃም መኮሮ ፈተኖ እታ ፈተነ ናይ እዮ ፈተኖ ንሱ ከዓ እኔኹ በለ። እምበኣር ነቲ እትፈትዎ ሓደ ወድኻ ይስሃቅ ውሰዶ እሞ፣ ናብ ምድሪ ሞርያ ኺድ፣ ኣብኣ ድማ ኣብ ሓደ ኻብቲ ኣነ ዝነግረካ ኣኽራን ንዚሓርር መስዋእቲ ሰውኣዮ በለ። ንጽባሒቱ ድማ ኣብርሃም ኣንጊሁ ናብቲ ቦታ ኸይደ። እቲ ጽሑፍ ደሓን ኩላትና ስለ ንፈልጦ እቲ ሓሳብ እየ ክዛረበሉ። ኣብርሃም ካብ ስድርኡ ካብ ዓዱ መጀመርታ ምስ ኣምላኽ ክራኸብ ከሎ ካብቲ ህዝብኻን መሬትካን ውፃእ ናብቲ ኣነ ዘርእየካ ኢልዎ ስለዚ ኣብርሃም ንመዓን ፀባን ዘውሕዝ ሓደ ነገር ዘርእየ ዝሃቦ ኣምላኽ ተስፋ ኣለዎ ሓቀይ ተስፋ ኣለዎ ኦኬ ስለዚ ኣምላኽ ንወፅስ እዛ ተስፋ እዚኣ ኣብርሃም ዝወፅስ እዛ ተስፋ እዚኣ ስለ ዝረኸበ እዩ ክኸውን ንኽእል እዩ ኦኬ ብድሕሪኡ እንታይ ኢልዎ ክባርኸካ እየ፣ ዘርእኻ ከብዝሖ እየ። ስለዚ ኣብርሃም ነቲ ናይ በረኸት ድሌት ኣብ ውሽጡ ገይሩ ንዕኡ ሒዙ ንኣምላኽ ከም ምፍራሕ ገይሩ ይወስዶ ኣሎ ኣብ ህዝቢ ኣብቲ ህዝቢ ኣብ ህዝቢ ኢና ንዛረብ ዘለና ምስ ናይ እዮብ ዘመሳስሎ ነገር ብዘይ ምክንያት ኣይኮነን መኪርዎ ከም ተራ ፈተና ከዓ ኣይኮነን ኣምላኽ ብኸመይ ከም ንፈርሖ ክፈልጥ ስለ ዝደሊ ኣባይ ናባኸውን እውን እዚ ይኸውን እዩ ብዝተፈላለየ መንገዲ ንዓና ዘይርድኣና መንገዲ እቲ ፈተና ይመፅእ እዩ ብከመይ ኢኻ ንኣምላኽ ትደልዩ ኣብኡ እዩ ስታንድ ናትካ ዝረአ ስታንድ ናይ ኣምላኽ ናይ ኣብርሃም ክፈልጦ መኮሮ ኢልዎ ፈተነ ኩላትና ንሪኦ ኢና ንይስቅ ሒዝዎ ምስ ከደ ይስቅ እንታይ ኢሉ ሓቲትዎ ኣቦ ዕንጨይቱ ንህለ ካራ ኣሎ እቲ በጊዕ ድኣ ኣበይ ኣሎ? እዛ መልሲ እዚኣ ኣላታ። እታ መልሲ እንታይ ኢልዎ ኣብርሃም? ኣምላኽ ንርእሱ ይሓሊ እዩ። ሃሌሉያ! ኣምላኽ ንርእሱ ይሓሊ እዩ። ኣብርሃም ኣብዚ ፍልጠት እዚ በፂሑ ኪኖ እቲ ንኣምላኽ ምፍርሑ ኣብዚ ፍልጠት እዚ በፂሑ እዮብ ነዛ ፍልጠት እዚኣ እዩ ዘይረኸባ ነዚኣ እዩ ኣምላኽ ተገሊፁሉ ኣብ መወዳእታ ኣብርሃም እዛ ፍልጠት እዚኣ ፈሊጥዋ ኣምላኽ ንርእሱ ይሓሊ ይስእኖ እዩ እኮ ዘሎ ንወዱ ሕጂ እንታይ ዘርእየና ዘሎ ኣብርሃም ንምንታይ ኣምላኽ ንምንታይ ኣብርሃም ወኪርዎ ኣብርሃም ንኣምላኽ ዘፍቅዶ ዝፈትዎ ዝቐርቦ እንድሕር ስለ ውላድ ኮይኑ ነቲ ውላዱ ክሕድጎ እዩ ኢሳቅ እንድሕር ተሰው እዩ ኣብርሃም ተስፋ የብሉን ናበይ እሞ ከይድ ውሉድ የብሉን ወዲ እዩ ሳራ ሰሚዓቶ ትኸውን ክስውኦ ከይድ ኮሎስ መሃበቶ ዶ ትኸውን እንድዒ ኣይ ዘይተጻሕፈ ይንዛረብ ኒና ከም ሓሳብና ግን ዋ እቲ ሓደ ወዲ ኣብ እርጋነይ ዝወለድክዎስ ክተንቁረኒ እያ ክትብሎ ከም ናይ እዮብ ናይ ዝትረፈኒ እትረፈኒ ናትካ ጽድቂ ክትብሎ ትኽእል እያ ከም ሰብ ግን ኣይተጻሕፈን ብዛዕባ ይኮና ንዛረብ ኣብ ኣብርሃም ዘሎ ሓሳብ ግን ኪኖቲ ንሱ ንኣምላኽ ኪኖቲ ንኣምላኽ ዝገልግሎሲ እቲ ፍልጠት ኣምላኽ ኣብ ውሽጡ ሓዲሩስ ኣምላኽ ንርእሱ ይሓሊ እዩ ነዚ ፍልጠት እዚ ሒዙ ብድሕሪኡ እንታይ ኢልዎ ኣምላኽ ክንርኢ ኮልና ኣብታ ሓሳብ ናብታ ኣምላኽ ዝነገሮ ቦታ መፁ ኣብርሃም ድማ ኣብ መሰውእ ሰርሐ ዕንጨይቲ ከዓ ኣንፀፈሉ ንወዱ ይስቅ ኣሲሩ ድማ ኣብቲ መሰውእ ኣብ ልዕሊ እቲ ዕንጨይቲ በጣበሎ ኣብርሃም ድማ ንወዱ ክሓርድ ኢዱ ዘርግሐ ካራ ወሰደ። መልኣኽ እግዚኣብሔር ከዓ ካብ ሰማይ ጸዊዑ ኣብርሃም ኣብርሃም በሎ። ንሱ እውን እነኹ በለ። ንሱ ድማ ነዚ ሓደ ውሉድካ እኳ ካብ ዘይትኸልኣንስ ነዚ ሓደ ውሉድካ እኳ ካብ ዘይትኸልኣንስ ንእግዚኣብሔር ከም ትፈርህ እግዚኣብሄር ንእዮብ ክፍትኖ ከሎ ሰይጣን ክፍትኖ ከሎ እቲ ዝፈርሓካ እዮብሲ ገለ ነገር ስለ ዝገበርካሉ እዩ ዝፈርሓካ ኢሉ ፕሩፍ ክገብሮ ደልዩ እዮብ ግን ሃቐንኡ ንኣምላኽ ምፍራሕ እምበር ሃቐና ካልእ ከም ዘይነበሮ ከዓ መፅሓፍ ኩሉ ምስ ረኣናዮ ይበርሃልና እዩ ምክንያቱ እዮብ ንኣምላኽ ክፈርሖ ከሎሲ ሓደ ነገር ደልዩ ኣይኮነን ፈሪሕዎ ብኣምላኽነቱ እዩ ፈሪሕዎ ኣምላኽ ስለ ዝኾነ እዩ ፈሪሕዎ ግን እቲ ናይ እዮብ ጉድለት ዝነበረ ግን በቲ ናይ ደጋዊ ጸቕጢ ዝመጽእ ካብቲ መስመር ናይ ኣምላኽነት መንገዱ ኣውፅኡ ናብ ምስ ኣምላኽ ምቁያቕ ምስ ኣምላኽ ምትምራኽ ምስ ኣምላኽ ምጥምማት የእትይዎ ካብ ሰበይቱ ጀሚራ ኣብርሃም ድማ ነዚ ነገር እዚ ቀዲሙ በፂሕዎ ስለ ዝፀንሐ ኣይትፍራሕ ኢሉ ኣብ ዓሰርተ ሸውዓተ ዘደልደሎ ኣምላኽ ኣለዎ ካብኡ ይድብገስ ተርእን እያ ሰበይቱ ከይተዛረበ ንሓደ ከይተዛረበ ነቲ ቆልዓ ንኣብርሃም ክስውኦ ምስ ከደ ኢድካ ኣብዚ ወዲ ኣይትዘርግሕ ገለውን ኣይትግበሮ በለ ኣብርሃም ድማ ዓይኑ ቋሕ ኣበለ እነሆ ከዓ ኣብ ድሕሪኡ ቀርኒ በጊዕ ቀርኑ ብሓረግ እተታሕዘ ድዑል ረኣየ። ኣብርሃም ድማ ከይዱ ነቲ ድዑል ወሲዱ ኣብ ክንዲ ወዱ ንዝሓሪ መስዋእቲ ሰውኦ። ኣምላኽ መስገን። ኣብዚ ሓደ ሚስጥር ኣሎ። ኣብ ኢሳቅ ነብርሃም ሓደ ወዲ እዩ የብሉን መተካእታ ዘፍቅሮ ወዲ ዘተፍቅሮ ወድኻ ኢሉ ዘፍቅሮ ወዲ እዩ ዝስዋኣሉ ዘሎ ኣምላኽ ብኡ እዩ ፈቲንዎ እዚ በጊዕ እዚ ካ በጊዕ እዩ እቲ ምድሓር ካብ ዘርእኻ ኢልዎ ኣብ ትሕሪ ተዲና ዳሕርታይ ድብል ኣብ ክንዲ መልኣኽ እግዚኣብሔር ድማ ካልኣይ ግዜ ሳዕ ካብ ሰማይ ንኣብርሃም ጸውዖ ብርእሰይ መሓልኩ ብርእሰይ መሓልኩ ይብል እግዚኣብሔር እዚ ነገር እዚ ካብ እትገብር ነቲ ሓደ ውሉድካ እውን ካብ ዘይትኸልእ ስለዚ ኣዝየ ከኽብረካየ ንዘርእኻ ድማ ከም ከዋኽብቲ ሰማይ ከምቲ ኣብ ገምገም ባሕሪ ዘሎ ሕፃን ኣዝየ ከብዝሖ እየ ዘርእኻ ድማ እንደ ጌታ ጸላእቱ ክወርስ እዩ ቃለይ ስለ ዝሰማዕካ ድማ ንህዝብታት ኩላ ምድሪ ካበይ ብዘርእኻ ክባርኾ እየ። ዘርኢ ኣብርሃም መን እዩ? ኢሳቅ። ክርስቶስ ግን ካብ ዘርኢ ኣብርሃም ይወፅ እዩ። ብዘርእኻ ዝብል ንክርስቶስ ብዘርእኻ። ስለዚ እቲ በጊዕቲ እቲ ኣብ ኢሳቅ ዝተሓደ ገንሽል ክርስቶስ ንዓና ድማ ሕጂ ካብ ኩሉ መዓትን ካብ ኩሉ ሓጢኣትናን ኣውፅኡ ካብ መከራ ማእሰርትን ሰይጣን ኣውፅኡ ናብ ውሉድነት ኣምላኽ የእትዩና በዚ ደምዚ ስለዚ እቲ ምፍራሕ ናትና እቲ ንኣምላኽ ንፈርሖ ንምንታይ እዩ ስለ ዘድሓነና ኣምላኽ ስለ ዝኾነ እዩ ኣምላኽ ፍቕሪ እዩ ብፍቕሪ እዩ ድሒንና ኣብቲ ዓሰርተ ኣርባዕተ ዝነጠርክዋ ኣላ ብመደብ እየ ነጢር እያ ኣብርሃም ከዓ ስም እታ ቦታ እቲኣ ኢልዋ እንታይ ኢሉ ውፅኢላ እግዚኣብሄር ይርኢ ሃሌሉያ እግዚኣብሄር ይርኢ እዩ ኣምላ ኣብርሃም ነዚ ንወዱ ክስውኦ ከሎስ ዝሪኦ ነገር ኣይነበሮን ወዱ ክስዋእ ምዃኑ ጥራሕ እዩ ዝፈልጥ ሰዊእዎ እዩ ብሓሳብ እግዚኣብሄር ግን ኣብቲ ፈተና እቲ ኣሎ የሱስ ክርስቶስ ሎሚ ኣብ ፈተናና ኣሎ ኣባይ ናባኹምን ኣሎ እዚ እቲ ቃል ከምኡ እዩ ዝብለና ኣባይ ናባኹም ኣሎ እቲ ንሕና ዘይንሪኦ እቲ ንሕና ዘይንሪኦ ግን እንታይ ጸገም ምጽእ መስለኩም? ልክዕ ከምዚ ናይ እዮብ ነጢርና ንህወኽ ናብኡ ንኣቱ ናብቲ ቆየቋ ንኣቱ ግን እግዚኣብሄር ግን ይዕገሰና ብትዕግስቲ ይጽበየና ምክንያቱ እቲ ትዕግስቲ ኣምላኽ ጥራሕ እዩ ንዓና ኣብ ምሕረት ደምጻኣና እቲ ተሃዋኽናትና ናብ ጥፋኣት እዩ ዘእቱ ትዕግስቲ ኣምላኽ ግን ናብ ምሕረት የምጽእ ንምንታይ እዩ ይርኢ ስለ ዘሎ ኣምላኽ ዘይሪኦ ነገር ኣብ ህይወትካ ሓንቲ ነገር ኣይከውን እዩ ኣምላኽ ዘይፈልጦ ነገር ኣብ ህይወትና ይፍጸም ኣሎ እንድሕር ኢልና እኖ ኣምላኽ ዘይሓሰቦ ነገር ኣብ ህይወትና ይፍጸም ኣሎ እንድሕር ኢልና እኖ ኩሉ ኣምላኽ ዝወሰኖ እዩ ዝኸውን ግን እቲ ናትና ንኣምላኽ ምፍራሕ ካብኡ ገለ ነገር ስለ ዝደለና ዲና? ሙሴ ከምኡ ኢልዎም ኣሎ ንእስራኤላውያን፣ ኢድ ኣምላኽ ርኢኹም ኢኹም። ክፋንዎ እንከሎሲ ኢድ ኣምላኽ ርኢኹም ካብ ግብፂ ኣውፅእኩም ምስ ብዙሓት ተቓሊሱ ኣውፅእኩም ኣብ ዝብፅሒኩም ሕጂ ድማ እኽልኹም ቆፎኹም ክመልእ እዩ ኣብ ዘዳግም ዓሰርተ ተርእን እያ ክመልእ እዩ ክፀግቡ ኢኹም ኣብሓኹም ማልኩም ክፀግባ እያን ከብድኹም እውን ክፀግብ እያ ድሓር ግን ልብኹም ከይዝምብል ምስ ጠመቕ ምስ ጸገብኩምሲ ልብኹም ከይዝምብል እሞ ቁጣዕ ኣምላኽ ኣብነኹም ከይወርድ ተጠንቀቑ። ንምንታይ እዩ ከምኡ ዝብሎም ዘሎ? ኣመጻጻ ናይ እስራኤል ይፈልጦ እዩ ሙሴ። ካብቶም ኣምላኽሲ ሓደ ነገር እንተረኺብካ ጥራሕ ኢኻ ክትቀርቦ ዝኽእል ዝብል ኣተሓሳስባ ዘለዎም ከምኡ ይኮነን። ምስ ጸገብኩም ንኣምላኽ ብክልተ ነገር ኢና ንጎድሎ። ብስእነት ንጎድሎ እቲ ንደልዮ ምስ ሰኣና ሰብ ከምኡ እዩ። እቲ ዝደልዮ ምስ ሰኣነ ትረፈ ንብል። ወይ ከዓ እቲ ዝደልዮ ምስ ረኸበ ከዓ ሓደ ወንካ ኣሎ ወዲ ኣለኹት ናተይ ሕጂ ደኣ ከምኡ ኣጋጥመና እዩ ብዙሓት ሰባት ኣለና ከምኡ ሓደ ነገር ንኣምላኽ ሲ ደሊናያ ንጠቕቦ እሞ እንታ ኣምላኽ እዛ ነገር እዚኣ ግበረለይ ትኸውን ምስ ኮነት ንኣምላኽ ምስራሕ ናብ ኣምላኽ ምጥባቕካ ትርስዖ ሕጂ ምስ ከምኡ ኢልዎም ዝፀገብኩም ሲ ኣብ ካልእ ከይትዝምብሉ እሞ ተጠንቀቑ በዚ ከዓ ኣምላኽ መሊሱ ከይቁጣዕኩም እውን ኣብ ዝገደ ሽግር ከይትኣትው ኢሉ ሃዋርያ ጴጥሮስ ኣብ ቀዳማይ ጴጥሮስ ሰለስተ ከምዚ ኢሉ ኣሎ ንጎይታና የሱስ ክርስቶስ ብልብኹም ቀድስዎ እምበር ብዛዕባ እታ ኣባኻትኩም ዘላ ተስፋ ምክንያታ ንዝሓተኩም ዘበለ ምላሽ ንምሃብ ኩሉ ሳዕ እተዳለኹም ግኑ ግናኸ ብዓቕልን ብፍርሓትን እንታይ ማለት እዩ እታ ኣባና ዘላ ተስፋ ሓደ ኣብ ሽግር ኮይን እዩ እዛ ነገር እዛ ጥቅስ እዚኣ ምናልባት ከምዚ ናይ ጥብቅና ወንጌል እያ ትመስል ግን ጴጥሮስ ኣብ እዋን ሽግር ኣብ መከራ ኮይኖም ዝገበርዎ እዩ ኣብ እዋን ብዛዕባ መከራ እዩ ዝዛረብ ስለዚ ሽግር ክመፅኣኩ እንከሎ ሲ ብዛዕባ እስኻስ እንታይ ገድሽካ ኣብ ከምዚ ሽግር ዝተኣትዉ ዝብል ሕቶ ክመፆም እዩ እንታይ እትወካ ናብ ሃገርና እውን ንሪኦ ከሎ የሱስ እቲ ዝብሎ ትገብሮ ዘለካ ስራሕ ካብኡ ውፃእ እሞ ካብዚ ማእሰርቲ ክትወፅ ኢካ ዝበሃል ኣሎ ወይ ከምእቲ ምትእክካብካ ኣቋርፅ ሰላም ጌርካ ትነብር ከም ሰብካ እዚ ዓይነት ሕቶ እዩ እዚ ንዕኦም ዝወረዶም ሽዑ ኣብ መከራ እንተኮይንኩም ሲ እታ ዝመፅእ ትሕትተኩም ሕቶ ተስፋ ኣለዋ እታ ተስፋ እቲኣ እታ ተስፋ እቲኣ ንምዝራብ ሲ ድልዋት ኩኑ ግን ብፍርሒ ኣምላኽ ኣብ ውሽጥኹም ቀድስዎ ንክርስቶስ ኣብ ውሽጥኹም ቀድስዎ እንታይ ማለት እዩ እቲ ንኣምላኽ ምድላይኩም ንክርስቶስ ኣብ ውሽጥና ምቕማጥናስ ብካልእ ነገር ዝፅሎ ኣይኮነን እቲ ኣብ ከባቢያኹም ዘሎ ነገር ኩሉ ካልእ መልክዕ ክሕ ዝኽእል እዩ እስኻትኩም ግን ናይ ክርስቶስ ኢኹም ንክርስቶስ ኣብ ውሽጥኹም ጥራሕ ኣብ ውሽጥኹም ግበሮ ንሱ ባዕሉ እቲ ፍትሒ እቲ ጥበብ ኣምላኽ ንሱ ስለ ዝኾነ ንምባል እዩ ምክንያቱ እቲ እምነቶም ኣብ ምፍታን ስለ ዝመጽእ ኣብ እብራውያን እውን ከምኡ ኢልና ኣሎ ኣቦኡ ዘይቆፅዖ ውሉድ የለን እግዚኣብሄር ሲ ንዘፍቅሮ እዩ ዝቆፅዖ እቲ መቕፃዕቲ ናብ ምድሓን እዩ ዘምፅእ እቲ መቕፃዕቲ ናብ ዲስፕሊን እዩ ዘምፅእ ናይ እግዚኣብሄር መቕፃዕቲ ሃሌሉያ ስለዚ ኣብርሃም ነዚ ነገር እዚ ኣብ ውሽጡ ኣሰላሲሉ ሓሲቡ እሞ ሕጂ ከምዚ ተገበርክዎ ከምዚ ዶ ሓይሽ ዋይ ኢሉ ዶ ከምኡ ኣይኮነን ቀጥታ እታ ቃል ከም ንሪኣ ቀጥታ ነዚ ወድኻ ሰዋኣለይ ምስ በሎ ትኽ ኢሉ ቀጥታ ናብ ምስዋእ እዩ ከይዱ እዚ ከዓ እቲ ብፅሕና ናትና እዩ ዝውስኖ እግዚኣብሄር ድማ ነዚ ነገር እዚ ክንበፅሖ እዩ ዝደሊ ነዚ ነገር እዚ ክንፈልጦ እቲ ፍርሓት ንዓና እቲ ንዕኡ ንፈርሖ ንእግዚኣብሄር ንፈርሖ ፍርሓት ሲ ብኣምላኽነቱ ጥራሕ ብዕቤት ኣምላኽነቱ ጥራሕ ኣብ ነገራት ኣብ በነፊት ዝተተሓሓዘ ነገር ከይከውን ነዚ ነገር እዚ እግዚኣብሄር ሃቐናና ፈልጦ እዩ ሃቐና እዮብ እኮ ፈልጦ ነይሩ እዩ እግዚኣብሄር ፈልጦ ነይሩ ኣይፈልጦ እንዲ ይፈልጦ እዩ ካብ ኣምላኽ ዝስወር ነገር የለን እኮ እዮብ ልክዕ ንፁህ ምዃኑ ይፈልጦ እዩ ሃቐንኡ ይፈልጦ እዩ ግን ክእውጅ ኣምላኽ ነቲ ክብሪ ናይ እዮብ ክብሪ ናይ ኣምላኽ ከሪእዎ ስለ ዝደለየ እዮብ እቲ ነገር ይኺድ ሓዲጎ ኣብ መወዳእታ ካመፅዎ ከምዚ ሃዋርያ ጳውሎስ ዝበሉ ንሰብ ኤፌሶን ንግብሪ ሃዋርያት ነዞም ኣቴንስ ዘበን ድንቁርና ሕለፍ ኢሉ ሕጂ በቲ ከም ምውታ ዘተንስኦ ወዱ ብኡ ብእምነት ንኩሉ እንዳሃበሲ ንዓለም ብፅድቂ ዝፈርደላ መዓልቲ ተዳልያ ኣላ። ስለዚ እቲ ድንቁርና ቅድሚ ሕጂ ዝነበረኩም ደው ኣቢልኩም ሕጂ ናብቲ ክርስቶስ የሱስ ዝተመደበልኩም ደኣ ምጹ። ምክንያቱ ከም ዝሪኦ እቲ ናይ ኣብታ ግብረ ሓዋርያት ተሪእና እቶም ኣብቲ ጳውሎስ መፂኡ ኩሉ እቲ መቅደሳቶም ምስ ረኣዮሲ ብዘይትፈልጥዎ ኣምላኽ ብዘይትፈልጥዎ ኣምላኽ ዘይትፈልጥ ኣምላኽ ዝብል ጽሑፍ ኣብ መቕዳስኩም ኩሉ ይርኢ ኣለኹ እቶም ተቐነይትኹም ከዓ ኢልዎም እቶም ተቐነይትኹም ድማ ንሕናስ ካብ ዓሌት ኣምላኽ ኢና ኢሎም ኣለዉ ጳውሎስ ፈልጦም እቶም ተቐነይትኹም ዝብሎም ዘሎ እቶም ጸሓፍትናቶም ናይ ቀደም ብዛዕባ በዓል ኣራቱስ ዝጸሓፍዎ ጽሑፍ እዩ ካብ ዓሌት ኣምላኽ ትብል ኣዋላ ዓሌት ኣምላኽ ኣይኮነት ንሕና ዘርኢ ናቱ ኢና እያ ትብል ዚዮስ ዚዮስ እቲ ኣምላኽ ናቶም ዝብሎ ናይ ጠፈር ኣምላኽ ናይ ፀሓይ ኣምላኽ እሱ ይኮነን ንሕና ካብ ዓሌት ኣምላኽ ኢና ትብሉ ንዑ በሉ ክነግረኩም ኣነ ንሱ ካብ ኩሉ ዓለም ሓደ ካብ ሓደ ሰብ ኩላ ዓለም ፈጠረ ስለዚ እዚ ኣምላኽ እዚ ንስኹም ትብሎ ዘለኹም ኣምላኽ ኣይኮነ እዚ ኣምላኽ እዚ እቲ ኣምላኽ እስራኤል እዩ እቲ ድንቁርና እቲ ዘይምፍላጥኩም ሕጂ ግን ሸለል ኢልዎ እዩ ስለዚ ንስኻትኩም ሕጂ ብክርስቶስ ምስኡ ናብ ክርስቶስ ናብቲ ዝመፅእ ቁጥዓ ከይትወድቁ ብክርስቶስ እመኑ የሱስ ክርስቶስ ኣባኹም ይስራሕ ድብል ሓሳብ እዩ ሂብዎም ሃሌሉያ ስለዚ ፍርሒ ኣምላኽ ኣብ ዮሃንስ ዘላ ሓንቲ ክንሪኣ እሞኒ ብኣ ክንደብል ፍርሓሲ ስቃ ዮሃንስ ቀዳማ ዮሃንስ ኣርባዕተ ዓስር ሸሞንተ ፍርሓሲ ስቃይ እያ ተምፅእ እቲ ዝፈርሕ ከዓ ብፍቅሪ ፍፁም ኣይኮነን እታ ፍጽምቲ ፍቕሪ ንፍርሓት ተባርራ ደኣ እምበር ኣብታ ፍቕርስ ፍርሓት የልቦን። እዚ ምስቲ ናይ ፍርሓት ኣምላኽ ኮንትራዲክት ዝገብር ነገር ይመስል። ዮሃንስ ኣብዚ እንታይ ዝብል ዘሎ እታ ፍቕሪ ፍርሓት ተባርራ ፍርሓሲ ስቓያ ተምፅእ ንኣምላኽ ዘይምፍራሕካ ካልእ ፍርሒ ኣሎ ንዓኻ ዘፍርሓካ እቲ ንኣምላኽ ዝፈርሕ ካብ ፍርሒ እዩ ዝወፅእ እቲ ንኣምላኽ ዘፍቅር ካብ ፍርሒ እዩ ዝውፅእ ሃሌሉያ እቲ ናይ ኣምላኽ ከም ሓላው ከም ሓለዋ ናቱ ኢሉ ኣብኡ ዝዕቆብ ካብ ፍርሒ ይወፅእ ስለዚ እታ ፍፅምቲ ፍቕሪ እታ ፍፅምቲ ፍቕሪ ትበሃል ሲ ምስ ኣምላኽ ትገብሮ ምጥባቕ ካብ ኩሉ ፍርሓት ክተውፅኣኩም እያ እቲ ፍርሓት ኣምላኽ ሲ ነቲ ፍርሓት ናይ ዓለም ናብ ፍርሓት ኣምላኽ ክትቅይሮ ንኣምላኽ ሲ ክተፍርሖ ክትፈርሖ እቲ ፍርሓት ዓለም ድማ ካባኻ ክርሕቕ ምክንያቱ ሓለዋ ዘይብሉ ኩሉ ግዜ ፈራሕ እዩ ንሕና ንምንታይ ድና ተብዓት ተባዓት ንኸውን ብክርስቶስ ሓለዋ ስለ ዘለና ሓደ ነገር ክገጥመና ከሎሲ ኣለኒ ኣሎኒ ንብል ዮሃንስ ከምኡ እዩ ዝብሎም ዘሎ ኣለኩም ናብ ክርስቶስ ዘጥብቕ ነገር እቲ ፍጹም ፍቕርኹም ምስ ክርስቶስ ምስ ዝጠብቕ ምስ ኣምላኽ ምስ ዝጠብቕ እቲ ናባኹም ዘሎ ፍርሓት ክወፅእ እዩ ክእለዩ እዩ ዝብሎም ዘሎ ሃሌሉያ መዝሙር ዳዊት ፍቅዲ 27 ክንሪኣ እሞ ብኣ ክንፅሊ ኢና ወዲእና ኣየ ለውሃት እግዚኣብሄር ኣብ ምድሪ ህያውያን ከም ዝሪኦ እንተዘይኣምንሲ ኣየ ለውሃት እግዚኣብሄር ኣብ ምድሪ ህያውያን ከም ዝሪኦ እንተዘይኣምን እግዚኣብሄር ለዋህ ምዃኑ እንተዘይኣምን እዚ እንተዘይፈልጥ ነይረስ እንታይ ምኾንኩ? ብእግዚኣብሔር ተተስፉ በርትዕ፣ ልባኻ ቀጥ ይበል፣ ኣጆኻ እወ ብእግዚኣብሔር ተስፋ ግበር። ሃሌሉያ ኣምላኽ መስገን። ብእግዚኣብሔር በርትዕ፣ ንእግዚኣብሔር ፍራሕ፣ ንእግዚኣብሔር ብትሕትና ተመላለሱ፣ ንእግዚኣብሔር ብፍቓዱ ጥራይ ተመላለስ እቲ ካልእ ኩሉ እሱ ባዕሉ ጉዳይካ ክጾሮ እዩ እዩ ዝብለና ዘሎ እዚ ምክንያቱ ዳዊት ነዛ ፅሑፍቲ እዚኣ ክፅሕፍ ኮል ኣብ መከራ ኣብ ሽግር እዩ ነይሩ ሽዑ የጓይዎ እዮም ነይሮም ኢሉ ንዋት እግዚኣብሄር ምድሪ ህያውያን እንተዘይሪኦ ነይረሲ በዞም ዘጓይኒ ዘለውስ ምጠፋእኹ ግና በርትዕ ልብኻ ቀጥ ይበል ኣጆኻ ብእግዚኣብሄር ድማ ተስፋ ግበር ኢሉ ሃሌሉያ ኣብ እግዚኣብሄር ተስፋ ምግባር ኣብ እግዚኣብሄር ሓይልኻ ድኽመትካ ንእግዚኣብሄር ምስ ንህቦ ሓይሊ እግዚኣብሄር ድማ ንወስድ ኣብ ቀዳማይ ቆሮንጦስ ሃዋርያ ጳውሎስ ክዛርብ ከሎ ንሰብ ቆሮንጦስ ኣብ ምዕራፍ ዓሰርተ ከምዚ ኢሉ ኣሎ ሰብ ክፀሮ ዘይክእል ፈተና ኣይበፅሓኩምን ኣምላኽ እሙን እሞ ምስቲ ፈተናኹም ምፅዋር ምእንቲ ክትክእሉስ መውጽኢ ገይርልኩም ኣሎ። ካብ ዓቕምኹም ንኔው ክትፍተኑ ኣይሓድገኩምን እዩ። ካብ ፈተናኹም ክትወጹ መውጽእሲ እታ መውጽኢ ጌትወይ ትብል ከም ወተሃደራዊት ቃል እያ። ርእሲ ኩናት እያ ተስምዕ። ኩናት ከምዚ ኣብ ሓደ ጸቢብ ነገር ምስ ተዋጠርካ በቲኽካ ትወጾ ከምኡ እያ ታቃል ርእሲ ኩናት ነቲ ኣብ ከቢብኩም ዘሎ ነገር ፈንጢስኩም ትወጽሉ ኣምላኽ ኣዳልይልኩም ኣሎ ቤን በዚኣ ድያ በዚኣ ዊዶን ኖ ኣይንፈልጦ ኢና እዚ እንድሕር ክንሓትት ኮይና ናብ እዮብ ኢና ክንምለስ ዳስዋይ ናብ መፅሓፍ እዮብ ንምምሃር ኢና ንጥቀመሉ ቤን እያ መንገዳ ኣበይ እያ መዓስ እያ ኖ ኣምላኽ ኣዳልይዎ ኣሎ ጅስት ንስኻ ኣብ ኣምላኽ ዕረፍ ኣብቲ ኩሉ ዝኽእል ኣምላኽ ዕረፍ ኣነ ኣምላኽ ዝበል ኣብኡ ዕረፍሞ እቲ መውጽኢ ባዕሉ ኣዳልየልኩም ኣሎ እዩ ዝብሎም ዘሎ ሃሌሉያ ክብሪ ንኣምላኽ ይኹን ንጸሊ ቅዱስ ልዑልን ዝኾነ እግዚኣብሔር ኣምላኽና ኣቦ ስለዚ ህያው ቃልካ ተመስገን ጎይታ ዓብዪ ኢኻ እግዚኣብሔር ብዕብየትካ መዳረግቲ የብልካን ጎይታ ኩሉ ንሪኦን ዘይንሪኦን በቲ ሰብኣዊ መስ ዓቕምና በቲ ሰብኣዊ ርድኢትና በቲ ስጋዊ ባህርያትና ንጥምቶ ብኡ ድማ ንመዝኖ ግን ኩሉ ከንቱ እዩ ጥበብ ናትካ ጥራሕ እዩ በዓል ጥበብ ንስኻ ኢኻ ኩሉ ዝመፅእ ኣብ ፀልማት ይኹን ኣብ ብርሃን ኣብ ርሑቕ ይኹን ኣብ ቀረባ ኣብ ኩሉ ነገር ዝፍፀም ዘበለ እግዚኣብሄር ንስኻ ህልው ስለ ዝኾንካ ኣሕዛብ ከም ሓንቲ ነጥቢ ኣብ ዕትሮ እየን ኣብ ቅድሚ እግዚኣብሄር ከም ዝብል ቃልካ እግዚኣብሄር ንኹሉ ትርኢ ንኹሉ ትቆፃፀር ዓብዪ ኣምላኽ ኪኖ ትምርዳእና ስለ ዝኾንካ ነመስግነካ ኣለና ፍርሃትካ ክርዳኣና እግዚኣብሄር ወኣምላኽ ንዓኻ ምፍራህ ናብ ቅድስና እዩ ዘእቱ ንዓኻ ምፍራህ እግዚኣብሄር ኣብኡ ናብ ትብዓት እዩ ዘእቱ ኣብቲ ቅዱስ ቦታኻ ናብቲ ባህሪኻ ተኻፋል ንኽውን መንገዲ መንገዲ ጽድቅኻ ስለ ዝኾነ እቲ ፍርሃትካ እግዚኣብሔር ኣምላኸይ በዚ ፍርሃት እዚ ክንመላለስ ኣብ ዘበን ግስነትኩም ብፍርሃት ተመላለሱ ከም ዝብል ቃልካ ብፍርሃት ክንመላለስ ትዕቢት ካብ ውሽጥና ክወፅእ ናትና ምርድእ ካብ ውሽጥና ክወፅእ እግዚኣብሔር ናትና ሓሳብ ካባና ክቕንጠጥ እግዚኣብሔር የሱስ ክርስቶስ ኣብ ልብኹም ቀድስዎ ከም ዝበልካ እግዚኣብሔር ኣቦ ክርስቶስ ኣብ ልብና ክቕደስ ኩለንተናና ብናይ ክርስቶስ መንፈስ ክኸውን ኣብ ስግኣትና ንዓኻ ርኢና ክንዓግብ ኣብ መከራና ንዓኻ ርኢና ክንዓግብ ኣብ ጽጋብና ንዓኻ ርኢና ክነመስግን ኣብ ሰናይና ንዓኻ ርኢና ክነመስግን፣ ኣብ ንወድቆ ዘበለ ንዓኻ ርኢና ክንትስእ፣ ኣብ ንሓሞ ዘበለ ንዓኻ ርኢና ክንፍወስ፣ ኣብ ንድቅሶ ዘበለ ንዓኻ ርኢና ክንትስእ፣ ህያው ትገብር ኣምላኽ ስለ ዝኾንካ፣ ኣብ ምድሪ ህያውያን ንዓኻ ርኢና ክንሕጎስ ክንሰራሰር፣ ሃሌሉያ። እቶም ንስመይ ዝፈርሑ ግና ከም ፀሓይ ጽድቂ ክትበርቀሎም እያ ከም ዝብል ቃልካ ከም ብተይ ድማ ክነጥሩ እዮም ዝብል ቃልካ እዩሞ እግዚኣብሔር ኣቦ ፍርሓትካ ከም ፀሓይ ጽድቂ ክመፅእ ምድሓንካ ክንርኢ እግዚኣብሔር እቲ ምድሓንካ ድማ ብፍርሓት ክንፍጽሞ ኣምላኸይ ሃሌሉያ ነዚ ኩሉ ትገብር ጎይታ ንስኻ ኢኻ እግዚኣብሔር ኣባኻ ንውከል ኣለና ጎይታ ኣቦይ ተመስገን ስለዚ ሃብካና ዕድል ተመስገን ስለ ቃልካ ተመስገን እግዚኣብሔር ህያው ስለ ዝኾንካ ድማ ብኣና ስለ ተኸብር ተመስገን ክብርን ምስጋናን ንስኻ ውሰድ እግዚኣብሄር ካልእ ዝኸብር የለን ኣብ ቅድሜኻ ካልእ ዝረአ የለን ኣብ ቅድሜኻ ሃሌሉያ ንስኻ ፍሉይ ኣምላኽ ኢኻ እግዚኣብሄር ሓፁር ዋልታና ንስኻ ኢኻ ጎይታ ብልዕልና ናትካ ኢና ንነብር እግዚኣብሄር ንሕና ትሕት ክንብል ንስኻ ክትረእ እግዚኣብሄር ንስኻ ክትዓቢ ንሕና ክንእስ ጎይታ ሃሌሉያ ሃሌሉያ ሃሌሉያ ሃሌሉያ ንዓኻ እግዚኣብሄር ኣቦ ከምቲ ምስልናትና ርኢና ኣብ ቅድሜና ኣምፂና ምሳኻ ከይንዘራርብ ካብዚ ፍርሒ እዚ ክንወፅእ እግዚኣብሄር ካብዚ ድፍረትዚ ክንወጽእ እግዚኣብሄር ትሕት ክንብል እግዚኣብሄር ኣቱም ዝኸበደኩም ጾር ናባይ ንዑ ዝበልካ እግዚኣብሄር ንስኻ ከቢድ ጾር ትሽከም ስለ ዝኾንካ ሃሌሉያ መዋጽኦ ስለ ትፈጥር እግዚኣብሄር ኣብ ኩሉ ነገራት እግዚኣብሄር ናትካ ፍትሒ ኣሎ ፍርድኻ ኩሉ ጽድቂ ስለ ዝኾነ ፍርድኻ ኩሉ ቅኑዕ ስለ ዝኾነ እቲ ከውሒ ግብርኻ ፍጹም ስለ ዝኾነ ሃሌሉያ ሃሌሉያ ሃሌሉያ በዚ ንእመን ኣለና ጎይታ በዚ ንእመን ኣለና እግዚኣብሄር ኣቦ ነዚ ስለ ትገብር ድማ ተመስገን ኩሉ ነገር እስኻ ስለ ትጸሮ ድማ እግዚኣብሔር ተመስገን ኣብ ንቋየቆን ኣብ ንዛረቦን ማእኻ እግዚኣብሔር ሰኣን ፍልጠትና እዩሞ በዚ ሸለል ኢልካ እግዚኣብሔር ናብቲ ፍልጠትካ ስለ እትወና ተመስገን ኣብ ምጉርምራምና እግዚኣብሔር በቲ ዝተጎረምረምናያ ስለ ዘይትቐፅዓና ተመስገን ናብ ፍልጠትካ ስለ ተእትወና ድኻምና ስለ ትርዳእ እግዚኣብሔር ኣቦ ሃሌሉያ ሕምቀትና ስለ ትርዳእ እግዚኣብሔር የሱሰይ ነዚ ኩሉ ተረዲእኻ ኣብ ውሽጥና ኮይንካ የሱስ መንፈስ ናትካ ስለ ዘቕንዓና ተመስገን ሃሌሉያ ዓብኻ ንብል ኣለና ጎይታ ብዕቤትካ ኩሉ ግዜ ከቢርካ ንበር ክብርን ምስጋና ንዓኻ ይኹን ብጎይታ ብኢየሱስ ክርስቶስ ስም ኣሜን